ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ተምስዩ ካምፓላ ዩጋንዳ ካብ ዝርከብ ስቱድዮና ዕዙዝ ሰላምታና ናባኹም ይብጻሕ ንሎም ሓሙስ ዕስራን ሽዱሽተን ሰነ ዝበልክዎ ብካልኣይ ትሕዝቶ መደባት ቀሪበ ኣለኹ ንምክትታልኩም ብኽብሪ ይዕድም ሰናይ ምክትታል። ክቡራት ተኸታተልቲ በቲ ቀዳማይ ንሪኦ ኣገዳሲ ዛዕባ ምስ እንፍለም ስርዓት ብልፅግናን መንግስቲ ኢትዮጵያን ኣብ ልዕሊ ኤርትራውያን ዜጋታት ዘውርዶ ዘሎ ግፍዕን በደላትን ኣደራዕን ቀፂልዎ ይርከብ ኣሎ ትማሊ ን ዓሰርተ ኣርባዕተ ኤርትራውያን ዜጋታት ካብ ውሽጢ መዕርፎ ንፎርት ቦሌ ብምውሳድ ኣብ ቤት ማእሰርቲ የእቲዎም ይርከብ ከምዘሎ እሙናት ምንጭታትና ካብ ከተማ ኣዲስ ኣበባ ሓበሬታ ሂቦምና ይርከቡ ኣለው። እዞም ዓሰርተ ኣርባዕተ ኤርትራውያን ዜጋታት ናብ ሃገረ ቱርክን ግሪኽን ዘቕንዑ ዝነበሩ ክኸኑ እንከለው ስርዓት ብልጽግና ነቲ ሒዞሞ ዝነበሩ ኦርጂናል ናይ ኤርትራ ፓስፖርት ዘይሕጋዊ እዩ ብምባል እዩ ኣብ ቤት ማእሰርቲ ከእትዎም ክኢሉ ዝርከብ ዘሎ። መዓስ እዚ ጥራይ ብመንገዲ ኣየር ኢትዮጵያ ናብ ዝተፍላለያ ሃገራት ዝጓዓዙ ኤርትራውያን ዜጋታት ኤርትራውያን ጥራይ ስለዝኾኑ ጥራይ ኣብ ኣዲስ ኣበባ ኣብ ዝበጽሑሉ እዋናት ዝተፍላለየ በደላትን ኣደራዕን ክወርዶም ጸኒሑን ኣሎን። ስርዓት ብልጽግናን መንግስቲ ኢትዮጵያን ኣብ ልዕሊ ኤርትራውያን ዜጋታት ከምዚ ዓይነት ተግባራት ከካይድ ካብ ዝጅምር ድሮ ክልተ ዓመታት ኣቑጺሩ ይርከብ ኣሎ። ዝኾነ ይኹን ኤርትራዊ ዜጋ ብመንገዲ ኣየር ኢትዮጵያ ከይንቀሳቐስ፣ ትራንዚት ብኣዲስ ኣበባ ከይህልዎ ከረጋግጽ ይግባእ፣ ኣብዚ ሕጂ እዋን ናብ ኢትዮጵያን ከተማ ኣዲስ ኣበባን ብዝኾነ ይኹን ምኽንያታት ናብታ ሃገር ምቕናዕ ንዝኾነ ይኹን ኤርትራዊ ዓበይቲ ሓደጋታት እዩ፣ ስርዓት ብልጽግና ንኤርትራውያን ካብ ጎደናታት ኣዲስ ኣበባ ስለያ ሻዕብያ ኢኹም ብምባል ውን እናገፈፈን እናኣሰረን እዩ ዝርከብ ዘሎ፣ እዛ ሃገር እዚኣ ከኣ ንኤርትራዊ ኣብዚ ሕጂ ሰዓት ዝለዓለ ሓደጋታት ዘለዋ ስለ ዝኾነት ነፍሲ ወከፍ ኤርትራዊ ጥንቃቕኡ ከሕይል በዚ ኣጋጣሚ ጻውዒትና ነቕርብ እዚ ሕጂ ዘሎ ስርዓት ኣብ ልዕሊ ኤርትራውያን ዜጋታት ዘውርዶ ዘሎ በደላት ብግዚኡን ሰዓቱን ናይ ኢዱ ክረክብ ምዃኑ በዚ ኣጋጣሚ መልእኽትና ክነሕልፈሉ እንደሊ። ኩቡራት ተኸታተልቲ ናብቲ ካልኣይ ንርእዮ ኣገዳሲ ዛዕባ ምስ እንሰግር ስርዓት ብልጽግናን መንግስቲ ኢትዮጵያን ኣብዚ ዝሓለፈ ሰለስተ መዓልታት ንዝተፍላለያ ሓያላን ሃገራት ዓለም ውድብ ሕቡራት ሃገራትን ካልኦት ኣካላትን ንኤርትራ ዝምልከት ደብዳቤ ከምዝሰደደ ኣብ ዜናታትና ጠቒስናን ገሊጽናን ኔርና፣ ሎሚ ከኣ እቲ ደብዳቤን ኣብቲ ደብዳቤ ዝርከብ ዝርዝራት ተዘርጊሑ ረኺብናዮ ንርከብ ኣለና። ስርዓት ብልጽግና ኣብዚ ንኤርትራ ዝምልከት ኣቕሪብዎ ዝርከብ ዘሎ ክስታት፣ ኤርትራ ንስምምዕ ፕሪቶርያ ኣይተኽብርን'ያ፣ ኤርትራ ልኣላዊ ግዝኣተይ ወሪራ ሒዛ ትርከብ ኣላ፣ ኤርትራ ንተቓወምቲ ናይ ኢትዮጵያ፣ ንመንግስቲ ናይታ ሃገር ክዓልዉ ዝንቀሳቐሱ ጉጅለታትን ኣካላትን ሓገዛትን ታዕሊምን ትህብ ኣላ ዝብል ክስታት እውን ኣብዚ ደብዳቤ ተኻቲቱ ይርከብ ኣሎ። ስርዓት ብልጽግና ንዝሓለፈ ክልተ ዓመታት ባሕርን ኣፍደገ ባሕርን ብምባል ንኤርትራን መንግስቲ ኤርትራን ክወርር'የ ብምባል ኣብ ኣዳውባይ ብምውጻእ ፈኸራታት ክገበር ዝጸንሐ ስርዓት'ዩ። ኣብዚ ሕጂ እዋን ብግምጣሉ ናብ ኤርትራን መንግስቲ ኤርትራን ዝዓለመ ከምዚ ዓይነት ደብዳቤታት ናብ ሓያላን ሃገራት ዓለም ክጽሕፍ ክትርእዮ እንክለኻ ብተግባራቱ ኣዚኻ ትግረም። ስርዓት ብልጽግና ውሽጣዊ ኩነታቱ ከመሓድር ዘይከኣለ፣ ኣብታ ሃገር ተኸሲቱ ዘርከብ ዘሎ ናዕብን ዕግርግርን ኣብ ስልጣኑ ከዓልዎ ኣብ ዝለዓለ ደረጃታትን ጠርዝን ምስ በጸሔ ሕጂ ንኤርትራን መንግስቲ ኤርትራን ገንሸል ንምግባሮም ከምዚ ዓይነት ደብዳቤታት ጽሒፉ ዝርከብ ዘሎ መንግስቲ ኢትዮጵያ ነቲ ብውዕል ኣልጀርስ ንኤርትራ ዝተዋህበ መሬት ንነውሕቲ እዋናት ኣብ ትሕቲ ቁጽጽሩ የእትይዎ ድሕሪ ምጽናሕ ንዝሓለፉ ሓሙሽተ ዓመታት እዩ መንግስቲ ኤርትራን ሓይልታት ምክልኻል ኤርትራን መሬቱን ሪሙን ዶባቱን ኣብ ትሕቲኡ ከእቱ ክኢሉ። ስርዓት ብልጽግና ሕጂ ብግምጣሉ ንመሬት ኤርትራ ንነውሕቲ ዓመታት ወሪሩ ከምዘይሓዘ ሕጂ ተገምጢሉ ኤርትራ ልኣላውነተይ ወሪራትኒ ዶባተይን ግዝኣተይን ኣብ ትሕቲ ቁፅፅር የእትያቶ ክብል ኣብዚ ክስታት ኣስፊሩ ዝርከብ ዘሎ ኣበየናይ ቦታ ኣበየናይ ክፋል ዶባት እዩ ኤርትራ ኣብ ትሕቲ ቁፅፅር የእትያቶ ትርከብ ዘላ ዝርዝራዊ ሓበሬታ ኣያበን ምኽንያቱ መንግስቲ ኤርትራ ኣብ ላእላዊ ሪሙን ዶባቱን ክብረቱን ከምዘሎ ስርዓት ብልፅግና ባዕሉ ዝፈልጦ ሓቅታት እዩ። ሰበ ስልጣን ህወሓትን ወተሃደራውያን ኣዘዝትን ብተደጋጋሚ እዋን ሓይልታት ምክልኻል ኤርትራ ኣብ ውሽጢ ግዝኣት ኢትዮጵያ ከምዘሎ ክስታትን ፃውዒታትን የቕርብሉ ኣብ ዝነበሩ እዋን ስርዓት ብልፅግናን ወተሃደራውያን ኣዘዝቱን ሚኒስተራቱን ኤርትራ ኣብ ሉኣላዊ ሪሟን ዶባታን ከምዘላ ባዕሎም ምስክርነት ሂቦም ኔሮም። ኮር ተገምጠል ሕጂ ኤርትራ ላእላዊ ሪምናን ዶባትናን ሒዝና ኢሎም ከምዚ ዓይነት ክስታት ከቕርቡ እዞም ሰባት እዚኦም ምስ ጥዕንኦምን ኣእምርኦምን ከምዘየለው ኢኻ ካብ ነገራቶም ክትርዳእ ትኽእል። እቲ ካልኣይ ዘገርም ናይ ስርዓት ብልጽግና ክስታት ኣብዚ ደብዳቤ ሰፊሩ ዝርከብ ዘሎ ከምቲ ኣቐዲመ ዝሓበርክዎን ዝገለጽክዎን ኤርትራ ኣብ ውሽጢ ኢትዮጵያ ንዝርከቡ ተቓወምቲ ውድባትን ጉጅለታትን ሓገዛት ተበርክት ኣላ ዝብል እዩ። ስርዓት ብልጽግና ብግህዶ ንዝሓለፈ ክልተ ዓመታት ነቶም ዘይረብሑን ፈርካሻት ጉጅለታትን ኣንጻር ኤርትራን መንግስቲ ኤርትራን ንሰርሕ ኢና ዝብሉ ኣብ ኣዲስ ኣበባ ብባርኾት ናቱ ቤት ጽሕፈታት ምኽፋት ኣብኡ እውን ኣኼባታት ክገብሩ ከፍቅደሎም ተዓዚብና ነይርና። መዓስ እዚ ጥራይ፣ ነዞም ዝዓረቡን ዝጠፈሹን ጕጅለታት ቤት ጽሕፈት ብምድላው፣ ንገለ ገለ ኣባላቶም እውን ናይ ታዕሊም ቦታታት ሂቡ እናዓለሞም ይርከብ ከም ዘሎ ባዕሎም ሰበስልጣን ናይ ስርዓት ብልጽግና ኣብ ኣደባባይን መራኸቢታትን ብምምጻእ ዝተዛረቦ ሓቅታት እዩ ነይሩ። ህዝብን መንግስትን ኤርትራ ኣብ ኢትዮጵያ ንዝርከቡ ዝኾነ ይኹን ተቓዋሚ ሓይሊ ሓገዛት ኣበርኪቶም ዝፈልጡ ኣይኮኑን። እዚ ሕጂ ብስርዓት ብልጽግና ዝቐርብ ዘሎ ክስታት ጭብጥታት ዝበሃል የብሉን። ብድብድቡ ኤርትራ ትሕግዝ ኣላ ዝብል እዩ። ኣብዚ ቀሪቡ ዝርከብ ዘሎ ክስታት ኤርትራ ንህወሓት ወተሃደራዊ ኣጽዋራትን ሓገዛትን ብምግባር ንማእከላይ መንግስቲ ኢትዮጵያ ንኸዕሉ ዓበይቲ ሓገዛት ተበርክት ኣላ ዝብል'ውን ሓደ ካብቲ ሚኒስትሪ ጉዳያት ወጻኢ ኢትዮጵያ ኣስፊርዎ ዝርከብ ዘሎ ዘስሕቕህ ጽሑፍ'ዩ። እዚ ተፈጢሩ ዝርከብ ዘሎ ጽምዶ ክሳብ ኣብ ከምዚ ዓይነት ዕብዳን'ዩ ነዞም ሰባት እዚኦም የእትይዎም ዝርከብ ዘሎ። ናይ ስርዓት ብልጽግና ደብዳቤ ናብ ሓያላት ሃገራት ዓለምን ውድብ ሕቡራት ሃገራትን ነዞም ክንዝርዝሮም ዝጸናሕና'ዩ ዝመስል። ንምንታይ'ዩ ኣብዚ ሕጂ ሰዓት ስርዓት ብልጽግና ከምዚ ዓይነት ደብዳቤታት ንኤርትራ ዝምልከት ዝልእኽ ዘሎ? ንምንታይ'ዩ ስርዓት ብልጽግና ንኤርትራን መንግስቲ ኤርትራን ክወርር'የ ከምዘይበለ ሕጂ ተገምጢሉ ኤርትራ ክትወረኒ ትንቀሳቐስ ኣላ፣ ማሕበረሰብ ዓለምን ሓያላት ሃገራት ዓለምን ደው ኣብላለይ እናበለ ደብዳቤታተን፣ ምሕጽንታታተን፣ ለመናታተን ዘቕርብ ዘሎ፣ እቲ ቀንዲ ጉዳይ ውሽጣዊ ኩነታት ኢትዮጵያ ናብ ክምለሰሉ ዘይክእል ናይ መወዳእታ ደረጃ ወዲቑ'ዩ ዝርከብ ዘሎ፣ ፋኖን ግንባር ሓርነት ኦሮሞን ንስርዓት ብልጽግና ንምእላይ ዘካይድዎ ዘለዉ ኲናት ሓያል ብዝኾነ መልክዕ ይቕጽል ኣሎ። ምስ ህወሓት ዘለዎም ኩነታት ውን ናብ ሓርፋፍ መንገዲ ወዲቑ ዩ ዝርከብ። ኢትዮጵያ ሰለስተ ሚእትን ሱሳን ብኩናትን ወረ ኩናትን ተሓቑና ትርከብ ዘላ ሃገር እያ። ስርዓት ብልጽግና በዚ ምኽንያታት እዚ ዩ ንህዝብን መንግስትን ኤርትራ ገንሸል ሽግራቱን ተሰከምቲ ናይ ጸገማቱን ንምግባር ከምዚ ዓይነት ደብዳቤታትን ጽሑፋትን ኣቕሪቡ ዝርከብ ዘሎ'ሞ ልክዕ ከምቲ ዝሓለፉ ስርዓታት ኢትዮጵያ ናብ ህዝብን መንግስትን ኤርትራ ዘቕርብዎ ዝነበሩ ጸለመታትን ሓሶታትን ካብኡ ዝፍለ ኣይኮነን። መንግስቲ ኤርትራ ኣብ ሓጸርቲ እዋናት ነዚ ቀሪቡ ዝርከብ ዘሎ ክስታት መልሲ ክህበሉ'ዩ። ኣብ ግዚኡን ሰዓቱን እቲ መልሲ ምስ ተዋህበ ናባኹም ክነብሎ ኢና። እንተ ናይ ስርዓት ብልጽግና ነገራት ግን ጭጉራፍሲ ባዕላ ሃሪማ ባዕላ ተእዊ ከም ዝበሃል፣ ንኤርትራን መንግስቲ ኤርትራን ክንወርር ኢና ከም ዘይበለ፣ ሕጂ ኤርትራ ክትወረኒ'ያ ብምባል ኣብ ከምዚ ዓይነት ብኽያትን ኣውያትን ኣትዩ ይርከብ ኣሎ። ሓደ ካብዚ ክንርድኦ ንደሊ ነገር እንተ ድኣ ሃልዩ፣ ኢትዮጵያ ናብ ክትምለሰሉ ዘይትኽእል ናይ መወዳእታ ሰዓታት ዕርበት ሰጢማ ምህላዋ'ዩ። እዛ ሃገር ኩነታታ እንታይ ክኸውን እዩ ሓቢርና ክንከታተሎን ክንዕዘቦን ኢና። ንኤርትራን መንግስቲ ኤርትራን ህዝቢ ኤርትራን ገንሸል ሽግራትካ ንምግባር ዝግበር ፈተነታት ግን ንኢትዮጵያ ቅንጣብ ለውጢ ከምጻላ ዝኽእል ኣይኮነን። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ካልኣይ ትሕዝቶ መደባት እዚ ክትካታተልዎ ዝጸናሕኩም እዩ ዝመስል ነይሩ ጽባሕ ብካልእ መደባት ክሳብ ንራኸብ ሰላም ወሰናይ ኣብ ዘለኹሞ ብሩኽ ምሸት ደቂ ሬም።